ሰላም ሰላም ፈትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻኹም ናይ ሎማዓንቲ ቪድዮ ዝኸውን ከዓ ከምቲ ልሙድ ዕለታዊ ሸርፊ ብፀሊም ዕዳጋ ወይ ከዓ ብሓዋላ ኢሉ እውን ብናይ ኢትዮጵያ ንግድ ባንኪ ከምኡ እውን ብልዑል መጠን ዘሽርፋ ናይ ግሊ ባንክታት እንመን እየን ንዝብል ሓቢርና ክንርኢና እስከ ዓቢዲ ፍጻመ ንኸትከታተሉ ብኣኽብረት ይዕድም። ንቻናለይ ሓደሽቲ ዝኾንኩም ሰብስክራይብ፣ ነባራት ዝኾንኩም ከዓ ላይክ ሸር እናግበርኩም ንኸተበረታትዑኒ ብትሕትና ይላቦ። ላይክ ሸር ንትገብሩለይ ከዓ ካብ ልቢ ነመስገንኩ እየ። ሰናይ ጻንሒት፣ ሰናይ ምክትታል። ሎማዓንቲ መስከረም ዕስራን ሰለስተ ይቅርታ ሴፕተምፐር ሰለስተ ወይ ከኣ መስከረም ዕስራን ሰለስተን ዝርዝር ሃገራት ከምኒ ኣሜሪካ ዶላር፣ ዩሮ፣ ስዊዝ ፍራንክ፣ ኣውስትራልያ ዶላር፣ ካናዳ ዶላር፣ ቻይና፣ ናይ እንግሊዝ ፓውንድ ስተርሊንግ፣ ኩዌት ዲናር፣ ዩናይትድ ዓረብ እምሬ ድርሃም፣ ስዑዲ ዓረብ ሪያል፣ ኦማን ሪያል፣ ባህሬን ዲናር፣ ጆርዳን ዲናር፣ ቱርኪ ሊሬ፣ ናይ ግብፂ ኤጅፕቲሽን ፓውንድ እስራኤል ሽቅል ወዘተ ዝበሉ ክንርኢና ሰናይ ፃንሒት ብድጋሚ ቅድሚ ናብዚ ዕለታዊ ሸርፊ ምስጋርና ሓደ ኮሜንት ተጻሒፍሉ እዩ ነይሩ ብዙሕ ኮሜንት እዩ ግን እቲ ኣገዳሲ ኢለ ዝሓስብዎ ኮሜንት ከምዚ መስል ሓቢርና ነንብቦ ማለት እዩ እና ደቂ ዓበይቲ ወይ ማዕረይ ከምዚኣ ትብልዛ ኮሜንት ይቅርታ ውድ እህቴ እኔን ምላሽ እባክሽን ስጪን ኣዋሽ ባንክ ልልክ ነበር ግን እውነት ነው አንድ ሪያል ኣርባ ሁለት ብር ያልሽና መልሽልኝ ውድ እህት ታይ ትለነላ ይቅርታ ዝሓፍተይ ኣነ ገንዘብ ክልእኽ ኢለ ነይረ ብናይ ኣዋሽ ባንክ ሲ ናይ ማን ድዩ ኣርብዓን ክልተን ቅርሺ ዝገዝእዎ መልስለይ ዝሓፍተይ እናበለትኒ እያ ስለዚ ክብራት ኣሕዋተይ ናብቲ ምላሽ ካብለኩም ማለት እዩ ንኩልኻትኩም እንታን ግልፂ ክኾነልኩም ምክንያቱም ሓዋላ እኒሆ እንዲኡ ሕዚ ይውስኸሎ እዩ ብዝተወሰነ መልክዑ ወሲኸ እንዲኡ ግን እቲ ሓዋላስ የፍራሕካ ብዙሓት ሰባት ሕዚ እውን ገንዘበን ይብልዓ ስለ ዘለዋ የፍርሕካ እዩ ብባንኪ ደግሞ ሓቂ ድዩ ከምኡ ይገዝእዎ ንዝብል ግድን ወይን እያ ከም ኣይላትን ንዘይኮነሲ ናብታ ንፅር ዝበለት ሓበሬታ ከብለኩም ማለት እዩ እሺ እምበኣርከስ ክብራት ኣሕዋተይ ኣዋሽ ባንኪ ደይብሉ እኒሀ እዚ ኣዋሽ ባንኪ ብእንግሊሽና ብኣማርኛ ፅሑፍ እኒሄዎ ኣዋሽ ባንኪ ናይ ስዑዲ ዓረብ ልና ናይ ስዑዲ ዓረብ ኣሜሪካ ዩሮ ናይ ዩናይትድ ዱባይ ድርሃም ማለት እዩ እያንዳንዱ ኣብዚ እኒሆ ማለት እዩ ኣብዚ እኒሆ ሕዚ ናይ ስዑዲ ዓረብ ሪያል ተደሊኸ ናይ ዱባይ ድርሃም ተደሊኸ ኣዋሽ ባንኪ ክንደይ ይገዝኣ ኣሎ ኣብዚኣ እኒሃ ማለት እዩ። ስለዚ እዚ ኣነ ካብቲ ናይ ኣዋሽ ባንኪ ድረ ገፅ እየ ዘምፅኦ ግን ብርግፅ ድዮም ከምኡ ዝገዝእዎ ዘለዉ ንዝብል እቲ ከይዱ ዘሽረፈ ብቻ እዩ ዝፈልጦ። ኣነ ግን ኣዋሽ ባንኪ ከምዚ እዩ ዘሽርፍ ዘሎ ክብለኩም ከለኹ ይኸው ካብታ ናይ በዓሉ ናይ ፌስቡክ ኾን ናይ ቴሌግራም ዝፅሕፍዋ ድረ ገፆም እዩ ማለት እዩ። ግን ሕፅር ብዝበለ ክብራት ኣሕዋተይ ኩሉ ግዜ ይብለኩም እየ ሐዚ ኣዋሽ ባንኪ ናይ ስዑዲ ዓረብ ሪያል ዳርጋ ኣርብዓን ክልተን ሽሕ ኣርብዓን ክልተን ቅርሽን ኣርብዓ ሳንቲምን ኣከባቢ እዩ ዝገዝኦ ዘለዎ ዶ ሐዚ ናብ ቤተሰብኩም ክኢኹም ክትሕውልዎ ዋላሲ ናይ በዓልቶም ኣካውንት ኮይኑ ናብ ኣካውንትኹም ብስምኩም ዝተኸፈተ ኣካውንት እንኳ እንተእትዎ ተኮይንኩም ናይ ግድን ቤተሰብ ከይዱ ቸክ ክገብር እዩ ምእታውን ዘይምእታውን ወዶ ስለዚ ቤተሰብኩም ናብ ጥቕኡ ዘሎ ኣዋሽ ባንኪ ይኸይድ እሞ ኣዲስ ኣበባ ይኹን ኣብ ትግራይ ቤትም ኣዋሽ ባንኪ ኣለ እዩ በቢ ክፍለ ከተማ ኣለ እዩ ስለዚ ናብቲ ኣዋሽ ባንኪ ከይዱ ጓለይ ወይ ሓፍቲ ወይ ወዲ ወይ ሓፍቲ ሓወይ ካብ ስዑዲ ዓረብያ ወይ ከዓ ካብ የትም ዘለኹም ዓዲ ገንዘብ ካብ ውጭ ክልእኸለ እዩ እሞ ሓንቲ ገንዘብ ክንደይ ትግዛእ ሕዚ ንኣብነት ንኣብነት ሪያል እሞ ንውሰድ ሓንቲ ሪያል ክንደይ ኢኹም ትሸጥዋ ማለት እየ ግዛ ጓለይ ወይ ሓፍተይ ሽሕ ሪያል እንድሕር ዳኣ ልኢኻትለይሲ ክንደይ ትመፅእላ ትብልዎ ካብኡ በቲ ዝኒሀ ሸርፊ ነግረኩም እዩ ንኣብነት ኣርባዓን ክልተን ሽሕን ኣርባዓ ቅርሽን ይመፅእ እንድሕር ዳኣ ኢልኩም እቲ ባንኪ ዝቑረፆ ነገር ከኒሀዎ ድዩ ዝቑረፀ ነገርስ እኒሀዎ ድዩ ካብ ኣብኡ ኮይና መቑረፂ መልእኽ እንድሕር ደኣ ከፊላ ኣብዚ መፂኸ ዝቑረፆ እኒሄ ድዩ የለ ኢልኩም ነቲ ባንኪ ሕተትዎ ማለት እዩ ኣነ ሕዚ ዩሮ ይልእኽ እየ ብናይ ዳሽን ባንክ ማለት እዩ ካብታ ዝተለኣኸታ ቦታ ሕዚ ስዑዲ ዓረብ ንድሕር ኮይኑ ልኢኻዮ ኣብ ስዑዲ ዓረብ ሽሕ ዩሮ ወይ ከዓ ሚእቲ ዩሮ ንድሕር ደኣ ሓዊለ ከም ኣብነት እየ ዝለኩም ሓሙሽተ ወይ ዓሰርተ ዩሮ ንድሕር ተቆሪፃታ ኣብ ኢትዮጵያ ከይዳ ግን ይትቆረፅን ካብታ ዝለኣኩላ ዓዲ ንኣብነት ሚእቲ ዩሮ እንድሕር ደኣ ልኢኸ ብሚእቲ ኣያ ተሸሪፋ ትኣቱ ማለት እዩ። ግን ኣዋሽ ባንክ ከምኡ ድዩ ከምኡን ይፈልጥ እይ ክብራት ኣሕዋት ኬድካ ምጥያቕ እዩ። ኣብ ድረገጽም ግን ኣብታ ድረገጸም ግን ከማኣ ጌሮም እዮም ዝጽሕፍዋ ዘለዉ እና ግልጽን ግልጽን ኮይኑልኩም ክኸውን ተስፋ ይገብር ክብራት ኣሕዋተይ ግልፂ ተዘይኮይኑ ከዓኒ ጓል ተስፍሽ ኢልኩም መሰንጀር ብውሽጢ ትረኽቡኒ ትኽእሉ ኢኹም ብትግርኛ ጓል ተስፍሽ ኢልኩም ሰርች ጌርኩም ትረኽቡኒ ትኽእሉ ኢኹም ደቂ ዓበይቲ ዋይ ማለት እዩ እሞ ናብቲ ዝቐፅል ዕለታዊ ሸርፊ ክንሰግር ከለና ብመጀመርያ ንሪኦ ናይ ኣሜሪካ ዶላር እዩ ክኸውን ሓደ ናይ ኣሜሪካ ዶላር ብናይ ኢትዮጵያ ንግዲ ባንኪ 139 ቅርሽን 65 ሳንቲምን ክሸረፍ ከሎ 100 ዶላር 13965 ቅርሽን እናተገዘ ውዒል ኣሎ ዶላር ብናይ

ቀጺልና ንሪኦ ዩሮ ዩሮ ብናይ ኢትዮጵያ ንግድ ባንኪ ሚእትን ስሳን ሰለስተን ቅርሽን ኣርባዕን ሓደን ሳንቲምን ክሽረፍ ከሎ ሚእቲ ዩሮ ዓሰርተ ሽዱሽተ ሽሕን ሰለስተ ሚእትን ኣርባዕን ሓደን ቅርሽን ይመጽእ ኣሎ። ዩሮ ብናይ ኣምሃራ ባንኪ ሚእትን ስሳን ሸውዓተን ቅርሽን ነጥቢ ስሳን ኣርባዕተን ሳንቲምን ክሽረፍ ከሎ ሚእቲ ዩሮ ዓሰርተ ሽዱሽተ ሽሕን ሸውዓተ ሚእትን ስሳን ኣርባዕተን ቅርሽን ይመጽእ ኣሎ ማለት እዩ። ዩሮ ብጸሊም ዕዳጋ ወይ ከኣ ብሓዋላ ሚእትን ተስዓን ሰለስተን ቅርሽን ነጥቢ ተስዓን ሽዱሽተን ሳንቲምን ክሽረፍ ከሎ፣ ሚእቲ ዩሮ ዓሰርተ ትሽዓተ ሽሕን ሰለስተ ሚእትን ተስዓን ሽዱሽተን ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ስዊዘርላንድ ፍራንክ ክኸውን ናይ ስዊስ ፍራንክ ብናይ ኢትዮጵያ ንግድ ባንኪ ሚእትን ሰብዓን ሓደን ቅርሽን ነጥቢ ሰማንያን ክልተን ሳንቲምን ክሽረፍ ከሎ ሚእቲ ናይ ስዊስ ፍራንክ ዓሰርተ ሸውዓተ ሽሕን ሓደ ሚእትን ሰማንያን ክልተን ቅርሽን ይመጽእ ኣሎ። ናይ ስዊዘርላንድ ፍራንክ ብናይ ወጋገን ባንኪ ሚእትን ሰብዓን ሸሞንተን ቅርሽን ነጥቢ ሰብዓን ሽዱሽተን ሳንቲምን ክሸረፍ ከሎ ሚእቲ ናይ ስዊስ ፍራንክ ዓሰርተ ሸውዓተ ሽሕን ሸሞንተ ሚእትን ሰብዓን ሽዱሽተን ቅርሽን ይመጽእ ኣሎ ማለት እዩ። ናይ ስዊዘርላንድ ፍራንክ ብጸሊም ዕዳጋ ወይከዓ ብሓዋላ ክልተ ሚእትን ሸውዓተ ቅርሽን ነጥቢ ዓሰርተ ሳንቲምን ክሽረፍ ከሎ ሚእቲ ናይ ስዊዘርላንድ ፍራንክ ዕስራ ሽሕን ሸውዓተ ሚእትን ዓሰርተ ቅርሽን እናተሸረፈ ውዒሉ ኣሎ። ቀጺልና ንሪኦ ናይ ካናዳ ዶላር። ናይ ካናዳ ዶላር ብናይ ኢትዮጵያ ንግድ ባንኪ ቴስዓን ሸሞንተን ቅርሽን ስሳን ሸሞንተን ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ትሽዓተ ሽሕን ሸሞንተ ሚእትን ስሳን ሸሞንተን ቅርሽን ይመጸሎ። ካናዳ ዶላር ብናይ ወጋገን ባንኪ ሚእትን ኣርባዕተን ቅርሽን ዜሮ ዜሮ ሳንቲምን ክሸረፍ ከሎ ሚእቲ ናይ ካናዳ ዶላር ዓሰርተ ሽሕን ኣርባዕተ ሚእትን ብቻ ክሸረፍ ወይ ከዓ ክገዝእዎ ውዒሎም ኣለዉ። ካናዳ ዶላር ብጸሊም ዕዳጋ ወይ ከዓ ብሓዋላ ሚእትን ዓሰርተ ሸሞንተ ቅርሽን ነጥቢ ኣርብዓን ሽዱሽተን ሳንቲምን ክሽረፍ ከሎ፣ ሚእቲ ናይ ካናዳ ዶላር ዓሰርተ ሓደ ሽሕን ሸሞንተ ሚእትን ኣርብዓን ሽዱሽተን ቅርሽን ይመጽእ ኣሎ ማለት እዩ። ቀጺልና ንሪኦ ናይ ኣውስትራልያ ዶላር ናይ ኣውስትራልያ ዶላር ብናይ ኢትዮጵያ ንግዲ ባንኪ ሰማንያን ትሽዓተን ቅርሽን ነጥቢ ሰብዓን ሽዱሽተን ሳንቲምን ክሽረፍ ከሎ፣ ሚእቲ ናይ ኣውስትራልያ ዶላር ሸሞንተ ሽሕን ትሽዓተ ሚእትን ሰብዓን ሽዱሽተን ቅርሽን ክሽረፍ ውዒሉ ኣሎ። ኣውስትራልያ ዶላር ብናይ እናት ባንኪ ቴስዓን ሰለስተን ቅርሽን ነጥቢ ሓምሳን ሓደን ሳንቲምን ክሸረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ሰለስተ ሚእትን ሓምሳን ሓደን ቅርሽን ይመጽእ ኣሎ ማለት እዩ። ኣውስትራልያ ዶላር ብጸሊም ዕዳጋ ወይ ከዓ ብሓዋላ ሚእትን ትሽዓተን ቅርሽን ነጥቢ ሰላሳን ሓሙሽተን ሳንቲምን ክሸረፍ ከሎ ሚእቲ ናይ ኣውስትራልያ ዶላር ዓሰርተ ሽሕን ትሽዓተ ሚእትን ሰላሳን ሓሙሽተን ቅርሽን ይመጽእ ኣሎ። ቀጺልና ንሪኦ ናይ ቻይና ዩሃን ቻይና ዩሃን ብናይ ኢትዮጵያ ንግድ ባንኪ ዓሰርተ ትሽዓተ ቅርሽን ዕስራን ሓደን ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ሽሕን ትሽዓተ ሚእትን ዕስራን ሓደን ቅርሽን ይመጸሎ ቻይና ዩሃን ብናይ ወጋገን ባንኪ ዓሰርተ ትሽዓተ ቅርሽን ተስዓን ክልተን ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ሽሕን ትሽዓተ ሚእትን ተስዓን ክልተን ቅርሽን ይመጸሎ ማለት እዩ። ቻይና ዩሃን ብጸሊም ዕዳጋ ወይ ከዓ ብሓዋላ ዕስራን ሰለስተን ቅርሽን ነጥቢ ዓሰርተ ሽዱሽተ ሳንቲምን ክሸረፍ ከሎ ሚእቲ ናይ ቻይና ዩሃን ክልተ ሽሕን ሰለስተ ሚእትን ዓሰርተ ሽዱሽተ ቅርሽን እናተሸረፈ ውዒሉ ኣሎ። ቀጺልና ንሪኦ ናይ እንግሊዝ ፓውንድ ስተርሊንግ ክኸውን ናይ እንግሊዝ ፓውንድ ስተርሊንግ ብናይ ኢትዮጵያ ንግዲ ባንኪ ሚእትን ሰማንያን ሰለስተን ቅርሽን ነጥቢ ሱሳን ክልተን ሳንቲምን ክሸረፍ ከሎ ሚእቲ ፓውንድ ዓሰርተ ሸሞንተ ሽሕን ሰለስተ ሚእትን ስሳን ክልተን ቅርሽን ይመጽእ ኣሎ ማለት እዩ። ፓውንድ ስተርሊንግ ብናይ ኣምሃራ ባንኪ ሚእትን ቴስዓን ሰለስትን ቅርሽን ነጥቢ ሰብዓን ሓሙሽተን ሳንቲምን ክሽረፍ ከሎ ሚእቲ ፓውንድ ስተርሊንግ ዓሰርተ ትሽዓተ ሽሕን ሰለስተ ሚእትን ሰብዓን ሓሙሽተን ቅርሽን እናሽረፉ ወይ ከዓ እናገዝእዎ ውዒሎም ኣለው። ፓውንድ ስተርሊንግ ብጸሊም ዕዳጋ ወይ ከዓ ብሓዋላ ክልተ ሚእትን ዕስራን ክልተን ቅርሽን ነጥቢ ቲስዓን ክልተን ሳንቲምን ክሽረፍ ከሎ፣ ሚእቲ ፓውንድ ስተርሊንግ፣ ዕስራን ክልተን ሽሕን ክልተ ሚእትን ቲስዓን ክልተን ቅርሽን፣ ይመጽእ ኣሎ ማለት እዩ። ቀጺልና ንሪኦ ናይ ኩዌት ዲናር እዩ ክኸውን። ናይ ኩዌት ዲናር ብናይ ኢትዮጵያ ንግድ ባንኪ ኣርባዕን ኣርባዕተ ሚእትን ኣርባዓን ሸሞንተን ቅርሽን ነጥቢ ሰማንያ ሳንቲምን ክሽረፍ ከሎ ሚእቲ ናይ ኩዌት ዲናር ኣርብዓን ኣርባዕተ ሽሕን ሸሞንተ ሚእትን ሰማንያን ይመጸሎ ናይ ኩዌት ዲናር ብናይ ኣምሃራ ባንኪ ኣርባዕተ ሚእትን ሱሳን ኣርባዕተን ቅርሽን ነጥቢ ሰማንያን ሓደን ሳንቲምን ክሽረፍ ከሎ ሚእቲ ናይ ኩዌት ዲናር ኣርብዓን ሽዱሽን ሽሕን ኣርባዕተ ሚእትን ሰማንያን ሓደን ቅርሽን ይመጸሎ ማለት እዩ። ናይ ኩዌት ዲናር ብጸሊም ዕዳጋ ወይ ከዓ ብሓዋላ 540 ቅርሽን ነጥቢ 60 ሳንቲምን ክሸረፍ ከሎ ሚእቲ ናይ ኩዌት ዲናር 54 ሽሕን 60 ቅርሽን ይመጸሎ ማለት እዩ። ቀጺልና ንሪኦ ናይ ዩናይትድ ዓረብ እምሬት ወይ ከዓ ናይ ዱባይ ድርሃም ናይ ዱባይ ድርሃም ብናይ ኢትዮጵያ ንግድ ባንኪ ሰላሳን ሸሞንተ ቅርሽን ነጥቢ ዜሮ ሓደ ሳንቲምን ክሸረፍ ከሎ ሽሕ ናይ ዩናይትድ ኣረብ እምሬት ድርሃም ወይ ከዓ ናይ ዱባይ ድርሃም ሰላሳን ሸሞንተን ሽሕን ሓደ ቅርሽን ይመፅእ ኣሎ። ናይ ዱባይ ድርሃም ብናይ ኣዋሽ ባንኪ ዓርባዓን ሰለስተን ቅርሽን ነጥቢ ስሳ ሳንቲምን ክሸረፍ ከሎ ሽሕ ናይ ዩናይትድ ኣረብ እምሬት ድርሃም ኣርባዓን ሰለስተን ሽሕን ስሳ ቅርሺ ይመጽእ ኣሎ ያው እንግዲህ ኣርባዓን ኣርባዓተን ክትኣቱስ ኣርባዓ ሳንቲም ትቃርያ ኣላ ማለት እዩ ኣርባዓ ሳንቲም ደሞ ናይ ክልተ ሰለስተ መዓልቲ እያ ስለዚ ሓዋላ በሊጽዎ እንሄ ማለት ይከኣል ናይ ዱባይ ማለት እዩ ዩናይትድ ኣረብ እምሬት ብጸሊም ዕዳጋ ወይ ከዓ ብሓዋላ ኣርባዓን ኣርባዕተን ቅርሽን ነጥቢ ትስዓን ሓሙሽተን ሳንቲምን ክሸረፍ ከሎ ሽሕ ናይ ዩናይትድ ኣረብ እምሬት ድርሃም ወይ ከዓ ናይ ዱባይ ድርሃም ኣርባዓን ኣርባዕተን ሽሕን ቴስዓን ሓሙሽተን ቅርሽን ይመጽእ ኣሎ ማለት እዩ። ብምቕጻል እንሪኦ ናይ ስዑዲ ዓረብ ሪያል ናይ ስዑዲ ዓረብ ሪያል ብናይ ኢትዮጵያ ንግድ ባንኪ ሰላሳን ሸውዓተን ቅርሽን ነጥቢ ዕስራን ክልተን ሳንቲምን ክሽረፍ ከሎ ሽሕ ናይ ስዑዲ ዓረብ ሪያል ሰላሳን ሸውዓተን ሽሕን ዕስራን ክልተን ቅርሽን ይመጽእ ኣሎ። ናይ ስዑዲ ዓረብ ሪያል ብናይ ኣዋሽ ባንኪ ኣርባዓን ክልተን ቅርሽን ነጥቢ ሳላሳን ሸውዓተን ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ሪያል ኣርባዓን ክልተን ሽሕን ሳላሳን ሸውዓተን ቅርሽን ይመጽእ ኣሎ ማለት እዩ። ናይ ስዑዲ ዓረብ ሪያል ብጸሊም ዕዳጋ ወይ ከዓ ብሓዋላ ኣርባዓን ኣርባዕተን ቅርሽን ነጥቢ ዜሮ ሸሞንተ ሳንቲምን ክሸረፍ ከሎ ሽሕ ናይ ስዑዲ ዓረብ ሪያል ኣርባዓን ኣርባዕተን ሽሕን ሸሞንተ ቅርሽን ይመጽእ ኣሎ። ኣብ ስዑዲ ትርከባ ኣሕዋተይ ብክንደይ ትሕውላ ኣለኪ እንደሞ ኣብ ኮሜንት ጸሓፋ ማለት ንስ ንስኻትኩም ሓበሬታ ተዋሃቡ ማለት እዩ በብዘለኹምዎ ዓዲ ማለት በብዘለኹምዎ ከባቢ ቀጺልና ንሪኦ ናይ ኡማን ሪያል እዩ ክኸውን ናይ ኡማን ሪያል ብጸሊም ዕዳጋ ወይ ከዓ ብሓዋላ ኣርባዕተ ሚእትን ዕስራን ትሽዓተን ቅርሽን ሰማንያን ሓደን ሳንቲምን ክሸረፍ ከሎ ሚእቲ ናይ ኡማን ሪያል ኣርባዓን ክልተን ሽሕን ትሽዓተ ሚእትን ሰማንያን ሓደን ቅርሽን ክሸረፍ ውዒሉ ኣሎ ቀጺልና ንሪኦ ናይ ጆርዳን ዲናር። ናይ ጆርዳን ዲናር ብጸሊም ዕዳጋ ወይ ከዓ ብሓዋላ ክልተ ሚእትን ሳላሳን ክልተን ቅርሽን ነጥቢ ሰማንያን ሽዱሽተን ሳንቲምን ክሸረፍ ከሎ ሚእቲ ናይ ጆርዳን ዲናር ዕስራን ሰለስተን ሽሕን ክልተ ሚእትን ሰማንያን ሽዱሽተን ቅርሽን ይመጸሎ ማለት እዩ። ብምቕጻል እንሪኦ ናይ ባህሬን ዲናር ክኸውን ባህሬን ዲናር ብጸሊም ዕዳጋ ወይ ከዓ ብሓዋላ ኣርባዕተ ሚእትን ሳላሳን ሽዱሽተን ቅርሽን ነጥቢ ሰብዓ ሳንቲምን ክሽረፍ ከሎ ሚእቲ ናይ ባህሬን ዲናር ኣርባዓን ሰለስተን ሽሕን ሽዱሽተ ሚእትን ሰብዓን ይመጽእ ኣሎ። ብምቕጻል ንርእዮ ናይ ቱርኪ ሊሪ። ናይ ቱርኪ ሊሪ ብጸሊም ዕዳጋ ወይ ከኣ ብሓዋላ ሰለስተ ቅርሽን ተስዓን ሓሙሽተን ሳንቲምን ክሽረፍ ከሎ ሚእቲ ናይ ቱርኪ ሊሪ ሰለስተ ሚእትን ተስዓን ሓሙሽተን ቅርሽን ይመጽእ ኣሎ። ቀጺልና ንርእዮ ናይ ግብጺ፣ ኢጅፕትሽን ፓውንድ። ናይ ግብጺ ኢጂፕትሽን ፓውንድ ብጸሊም ዕዳጋ ወይ ከዓ ብሓዋላ ሰለስተ ቅርሽን ነጥቢ ኣርባዓን ኣርባዕተን ሳንቲምን ክሽረፍ ከሎ ሚእቲ ናይ ግብጺ ፓውንድ ሰለስተ ሚእትን ኣርባዓን ኣርባዕተን ቅርሽን ይመጽእ ኣሎ። ብምቕጻል ንሪኦ ናይ እስራኤል ሽቅል ናይ እስራኤል ሽቅል ብጸሊም ዕዳጋ ወይ ከዓ ብሓዋላ ኣርባዓን ትሽዓተን ቅርሽን ነጥቢ ተስዓን ሽዱሽተን ሳንቲምን ክሽረፍ ከሎ ሚእቲ ናይ እስራኤል ሽቅል ኣርባዕተ ኣርባዕተ ሽሕን ትሽዓተ ሚእትን ቴስዓን ሽዱሽተን ይመጸ ኣሎ፣ ወይ ከኣ ሽሕ ናይ እስራኤል ሽቅል ኣርባዓን ትሽዓተን ሽሕን ቴስዓን ሽዱሽተን ቅርሽን ይመጸ ኣሎ ማለት እዩ ደቂ ዓቢትወይ መዓረይ እና ሕዚ እውን ሸርፊ እያ ዋላ ብሰናቲም መልክዑ ሓደ መዓልቲ ትውስኽ ሓደ መዓልቲ ትቕንስ የብል ግን ሓፈሻዊ ክረእ ከሎ ብጣዕሚ ወሲኹ እኒሆ እና ደቂ ዓቢትወይ መዓረይ ንስኻትኩም ደሞ ትሕብሉ ከለኹም ተረጋጊዕኹም ብደንቢ ጠይቅኩም ጠያይቅኩም ኣብ ሓደ ግዜ ሓደ ሰብ ብቻ ዘይኮነስ ብዙሕ ሰብ ብዙሕ ሓዋርት ጠይቁ እሞ ካብኡ ክንዲ ንኣብነት ዕስራን ኣርባዕተ ተልኩም ብዕስራን ሰለስተ ሓውልልና እናበልኩም ምክርኻር ምክንያቱም ከም እትሪእዎ ዘለኹም ሸርፊ ብጣዕሚ እዩ ዝውስኽ ዘሎ እና በተለይ ብበዝሒ ዝሓዝክን ደሞ ኣሕዋተይ ብበዝሒ ዝሓዝክን ሓሙሽተ ሽሕ ርያል ልዕሊኡ ዓሰርተ ሽሕ ዓሰርተ ገለ ሽሕ ዝሓዝክን ብሓደ ግዜ ደሞ ኣይትሓውልኦ ክልተ ሰለስተ ሽሕ እናግበርክን ሓውልኦ ምክንያቱም ብበዝሒ ትሕውላ ከለክን ዝኮነ ነገር ከየጋጥመክን ሓንቲ ሓፍተይ ልዕሊ ዓሰርተ ሸውዓተ ሽሕ ዲናር ናይ ይቅርታ ዓሰርተ ሸውዓተ ሽሕ ድርሃም ናይ ዱባይ ተመሊዓ እያ ገንዘበይ መንግስቲ ወሪሱኒ ኢሉ እዩ ዝብላ ዘሎ ንሱ እና ተጠንቀቃ ክብለክን ይፈቱ ክብራት ሕዋተይ ስራሕ ኣብ ዘየለ ግዜ ሓመድ ኣፍጫኸን ሓመድ ኣፍጫኸን ርእኸን ዘምፃኸና ገንዘብ ብቀሊሉ ብሓንቲ ፀሓይ ኬት ብላዓ ነንእሽተ ጌርክን ሓውሎ ሽሕ ክልተ ሽሕ ሰለስተ ሽሕ ናግበርክን ካብኡ ካሊእ መዓልቲ ካሊእ መዓልቲ ቀስ እናበልካ እምበ ዘለክን ገንዘብ ብሓደ ግዜ ተሓውሎ ንዘይ ትፈልጦ ዘይሕጋዊ እዚ ዘይሕጋዊ እዩ ሕጋዊ ኣይኮነና ዘይሕጋዊ ነገር ደሞ ንማንም ኣይትኸሶይ ፈጣሪ ፈሪሕ ተዘይኮይኑ እና ብዓብዩ ክንጥንቀቅ ዘለና ንሕና ኢና ማለት እዩ። ክብራት ኣሕዋተይ ናይ ሎማዓንቲ ቪድዮ እዚኣ ትመስል ነይራ እስካዕ ቪድዮ ፍጻመ ንዝተኸታተልኩምኒ ካብ ልብና መስገንኩ እየ ላይክ ሸር ሰብስክራይብ ምግባር ደሞ ኣይትረስዑ ሰሰናዩ ባይ ባይ